ሰላም ሰላም ሻሎም ንኩሉ ካብኩም ቅዱሳን ብስም ኣብን ብስም ወድን ብስም መንፈስ ቅዱስን እዚ እውን ተኸታታላይ ቀፃላይ ትምህርቲ እዩ ኣቐድም ኣቢልና ስለ ጥምቀት ርኢና ሕጂ እንሪኦ ግን ስለ መንፈስ ቅዱስ ትምህር እዩ። መንፈስ ቅዱስ ዓብ ነገር እዩ ቅዱሳን። መንፈስ ቅዱስ መን እዩ ዝብል ኢና ንርኢ ብሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት መንፈስ ቅዱስ ጐይታ ከምዚ መሃረኒ፣ ብሕልሚ ሰለስተ ሰባት ዝመስሉ ኣዝዮም ቈማታት ሓደ ክዳን ጻዕዳ ዝተኸድኑ ብድሕረይ ደው በሉ። ሓደ ሰብ ብቕድመይ ኰይኑ እዞም ብድሕሬኻ ዘለዉሲ እንታዎት እዮም? ትፈልጦም ዲኻ? በለኒ። ብድሕረይ ቁሊሕ ተበልኩ ሰለስተ ሓደይ መልክዖም ኣዝዮም ቆማታት እዮም ናሕሲ ክርክብ ዝኽእል ቁመቶም ጻዕዳ እዩ ትኽዳኖም መግለጺ ይብሉን እቲ ምጽዕዳው ናይቲ ክዳን ተኸድኖም ቁሊሕ ኢለ ራእኽዎም ሓደ ካብኦም ሽዑ ንኣኻ ክብል እዩ ዝመጽኡ ኢሉ ነቲ ማእከል ዘሎ ኣመልከተለይ እቲ ማእከል ዘሎ ድማ የሱስ እዩ መጺኡ ኣብዚ ዓድዚ ወንጌል ክትነግር ጸዊዐካ ኣለኹ ክፉእ ልገብረካ ከኣ የለን ኢሉ ተዛረበኒ። ዘገርም እዩ መንፈስ ቅዱስ ንመን እመስል ምስ ንብል በዚ ዝረኣኽዎ ልክዕ ንየሱስ እመስል። መንፈስ ቅዱስ ኣካል ኣለዎ ንየሱስ እመስል። መንፈስ ቅዱስ ኣምላኽ እዩ። ኣቦ ፈጣሪ እዩ፣ ወዲ ፈጣሪ እዩ፣ መንፈስ ቅዱስ ከዓ ፈጣሪ እዩ። ፈጣሪ እዩ መንፈስ ቅዱስ ከዓ ዘፍጥረት ምዕራፍ ሓደ ዓለም ክትፍጠር ከላ መንፈስ ቅዱስ ኣብ ልዕሊ ማያት ይዝንቢ ነበረ ይብለና ከምዘን ኣዕዋፍ ዝዝንብያ ኣብ ሰማይ መንፈስ ቅዱስ ከዓ ብላዕሊ ላዕሊ ይዝንቢ ነበረ ስለዚ ኣብቲ ፍጥረት እውን ይፈጥር ነበረ ማለት እዩ ኣቦ ይፈጥር ወዲ ይፈጥር መንፈስ ቅዱስ ከዓ ይፈጥር ድሕሪ እዚ ሙሉ ብሉይ ኪዳን መንፈስ ቅዱስ ንሪኦ ኣቦ ወዲ መንፈስ ቅዱስ ክሰርሑ ንሪኦ ኣብ ሓድሽ ኪዳን ድማ ጎይታ የሱስ ክርስቶስ ናብ ማርያም ድንግል ክመጽእ ከሎ ሓይሊ እቲ ልዑል ከጽልለኪ ኢልዋ ምክንያቱ ደም የሱስ ኣብ ማህጸን ማርያም ካብ ሰማይ ክመጽእ ክቕመጥ ስለ ዘለዎ ንደም የሱስ ነቲ ክቡር ደም ናይ ኣምላኽነት ክሕዝ ዝኽእል ደም ንሱ ኣብ ማርያም ክቕመጥ ኣብ ማህጸና እሞ ዲቨሎፕ ክኸውን ናብ ህጻን ስጋ ክለብስ የሱስ ከኣ ኣብኡ ክኣቱ ስለ ዝኾነ መንፈስ ትልዑል ከጽልለኪ ኢሉ ስለ መንፈስ ቅዱስ እውን ኣብቲ ናይ የሱስ ክርስቶስ ስጋ ኣለባብሳ ስርሑ ንርኢ ብምቕጻል ጎይታ የሱስ ክርስቶስ ንሃዋርያት ናይ መጨረሻ ሕድሪ ክህቦም ከሎ እቲ ዓቢ ተልእኾ ዝሃቦም ኪዱ ንኹሉ ዓለም ብስም ኣብን ብስም ወድን ብስም መንፈስ ቅዱስን ኣጥምቖም ብል ትርኢ ኣለኹም ብስም መንፈስ ቅዱስ ክንጥመቕ ከኣ ተኣዚዝና ኣምላኽ ስለ ዝኾነ እዩ ብስም ኣብ ኣቦ እዩ ብኡ ንጥመቅ ብስም ወዲ የሱስ ብኡ ንጥመቅ ብስም መንፈስ ቅዱስ ከኣ ስለዚ እዚ ግድነት እዩ ንመንፈስ ቅዱስ ከም ኣምላኽነት ክንቅበሎ እዩ ኣምላኽ ጸዊዕና ከም ኣምላኽነት ምቕባል ጥራይ ዘይኮነ ከነምልኾ ኣምልኾ ኣለዎ ንመንፈስ ቅዱስ መንፈስ ቅዱስ ክምለኽ ኣለዎ ብመዝሙር ብሙዚቃ ክምለኽ ዘለዎ ኣምላኽ እዩ ዘበኑ ዘለናዮ ዘበን መንፈስ ቅዱስ እዩ መንፈስ ቅዱስ ወሪዱ እዩ ዘሎ ብዛ ዓለም ኣብ ግብሪ ሃዋርያት ምዕራፍ ክልተ ምስ ወረደ ልዕሊ ክልተ ሽሕ ዓመት ኮይኑ ካብ ዝወረዱ ቅድሚ ግን መንፈስ ቅዱስ ኣብዛ ዓለም እዚኣ ንሓደ ሓደ እዋን ንነቢያት ክህቦም ትንቢት ይመፅቦ ይምለስ ነበረ ብሰብ ሓጢኣት ናይ ኣዳም ኣምላኽ እዛ ቦታ እዚኣ ገሪፍዋ ነበረ ብራ የሱስ ክርስቶስ ሞት ግን መንፈስ ቅዱስ ወሪዱ ምሳና ከኣሎ ስለዚ እንታይ ብል ቃል ኣምላኽሲ መንፈስ ክበኩም ኢሉ ጎይታ የሱስ እቲ መንፈስ ቅዱስ ከኣ ምሳኹም ንሓዋሩ ክነብር እዩ ኣብ ውሽጥና። ስለዚ እዞም ኣብዚ ዘበን ዝተወለድና ናይ ሓድሽ ኪዳን ኣመንቲ ብመጠኑ ኣዝዩ መጠን ዕድለኛታት ኢና። ናይ መንፈስ ቅዱስ ዝወረደሉ ዘበን ኢና ዘለና። እምበኣርከስ ንመንፈስ ቅዱስ ከተምልኾ ተጸውዕያ ተባሂሉ ኣሎ። ተዘይኣምሊኽዎ ከሰብ? ዘገርመኩም ተዘይኣምሊኽዎ መቕጻዕቲ ኣሎ። መቅጻዕቲ ኣለዎ ደገርም ነገር እዩ ንኣቦ ዝበደለ ይሕደገሉ ንወዲ ዝበደለ ሕደገሉ እዩ ንመንፈስ ቅዱስ ዝበደለ ግን ይቅጻዕ ኢሉ ሃናንያን ሰጲራን ንመንፈስ ቅዱስ ስለ ዝሓሰቡ እዮም ሞይቶም ኣብ ሮሜ ምዕራፍ ሓደ ቁፅሪ 26 ክዛረብ ከሎ ሲ እቶም ንመንፈስ ቅዱስ ከም ኣምላኽ ገይሮም ወርሽፕ ወርሽፕ ዘየምለኽዎ እንታይ ኮይኖም ኢሉ ኣምላኽ ንሕሱር ኣእምሮ ፈነዎም ብለና። ፍናፍንቲ ኮኑ ወይ ከኣ ሆሞሰክሽዋል ኮኑ ማለት እዩ። ናይ ሆሞሰክሽዋል ብትግርኛ ሽሞም ፍናፍንቲ እዩ። ናይ ቀደም ሽሞም ከኣ ግብረ ስዶም እዩ። ስለዚ ፍናፍንቲ ዝኾኑ ብኸመይ እዮም? ናይ ኣምላኽ ፈልጦ እዮም መብዛሕትኦም ፍናፍንቲ። ግና ንኣምላኽ ከም ኣምላኽ ገይሮም ግዜ ሂቦም ኣየምለኽዎን። ስለዚ ነብሲ ወከፍ እዚ መጠንቀቕታ እዩ ንኹሉ ክርስትያን ንመንፈስ ቅዱስ ከምልኽ ከም ዘለዎ። እቶም ፉናፍንቲ ናብ ፉናብቲ እተቐየሩ ስለምንታይ እዩ? ሓለዋ ኣምላኽ ካብቲ ኡምርኦም ለጊሱ። ስለዚ ኡምርኦም ንኹሉ መቓልዕ ኮይኑ። ዝኾነ ዓይነት መንፈስ ኣብ ውሽጦም ሓዲሩ ከኣ እተፈላለየ ነገር ከግብሮም፣ ሕስራን ክሓስሩ ንርእዮም። ስለዚ መብዛህትኦም ፉናፍንቲ እንተርኢኹሞም ቤተክርስትያን ክገብሩ እዮም ዝፍትኑ ናቶም ናቶም ቤተክርስትያን ምኽንያቱ ካብ ቤተክርስትያን ዝነበሩ ሰባት እዮም። ንኣምላኽ ስለ ደየምለኽዎ። ሮሜ ምዕራፍ ሓደ ቁጽሪ ዕስራን ሽዱሽተን ዕስራን ሓሙሽተን ተጻሒፉ ኣሎ። ስለዚ መጠንቀቕታ እዩ ከነምልኾ ንመንፈስ ቅዱስ። ለይቲ ድዩ ቀትሪ ድዩ ግዜ ወሲና ከነምልኾ ተጸዊዕና ኣለና። ጎይታ ይባረኽ። ኣምላኽነት መንፈስ ቅዱስ ዝኸውን ከሎ ሰብነት መንፈስ ቅዱስ ከኣ ኣለዎ። መንፈስ ቅዱስ ኣየር ኣይኮነን። መንፈስ ቅዱስ ድማ ሓዊ ኣይኮነን። ከም ሓዊ ኮይኑ ግን ወረደ። ሓዊ ግን ኣይኮነን። ከም ንፋስ ኮይኑ ወረደ። ግብረ ሃዋርያት ምዕራፍ ክልተ ንፋስ ግን ኣይኮነን። ምክንያቱ ንፋስን ሓውን ኣይሰምዑን እዮም፣ ኣይዛረቡን እዮም፣ ኣይርእን እዮም። መንፈስ ቅዱስ ግን ይዛረብ እዩ፣ ኣፍ ኣለዎ፣ ይሰምዕ እዩ፣ እዝኒ ኣለዎ፣ ይርኢ ዓይኒ ከዓ ኣለዎ። ሃና እንታይ በለትሲ፣ ኣምላኽ ሰሚዑኒ በለት። መኻን ነበረት እሞ፣ ክትወልድ ደለየት። ኣብቲ ቤተ መቕደስ ኰይና ኸኣ ከም ዓጃው፣ ከም ሰኽራም ትዛረብ ነበረት። እቲ ካህን መጺኡ ናይቲ እዋን ዝነበረ ካህን፣ ነብዪ ካህን ዝነበረ ኤሊ ኸኣ፣ ኣቲ ሰበይቲ ሰኺርኪ ዲኺ? በላ። ኣነስ ኣይሰኸርኩን፣ ብወይኒ እይሰኸርኩን፣ እንሆ ግን ውሽጢ መረረት በዚሑኒ፣ ኣይወለድኩን ኢላ። ባርያ ኣምላኽ ጸሎትኪ ሰሚዕዎ ኣሎ በላ። ጸሎቱ ጸሎታ ከም ትሰምዖ ብኸመይ ተፈሊጡ? በይና እያ ትዛረብ ትመስል ነይራ። ስለዚ እዩ ትኻን ከኣ ዓጃው ዲኺ ተጸሊልኪ ዲኺ ዝበላ። ከገርመኩም ግን ክትጽሊ ከለኻ በይንኻ ኣይኮንካን። መንፈስ ቅዱስ ንምሉእ ዓለም ኣትሞስፌር ከቢብዎ እዩ። እዚ ኩሉ ጋላክሲ ሲስተም ዩኒቨርስ ብመንፈስ ቅዱስ መሊኡ እዩ። ኣብቲ ካልኣይ ግብረ ሃዋርያት ምስ ወረደ መሊእዎ እዩ ዘሎ። ሃና ከኣ ክትጽሊ ከላ ሰምዓ ነይሩ መንፈስ ቅዱስ፣ ቆልዓ ከኣ ወለደት። ኣምላኽ ሰሚዕኪ ይበላ። መንፈስ ቅዱስ ይሰምዕ ምዃኑ ሓደ ኣብነት እዚ እዩ። መንፈስ ቅዱስ ከዓ ይርኢ እዩ። ኣጋር ንኣብርሃም ዝወለደትሉ ጓል ግብፂ ሳራ ዘምፃኣትሉ ክወልደላ ምእንቲ ምስ ወለደት ብዝተረኽበ ግርጭት ካብቲ ገዛ ስለ ዝሰጎገታ ክትከይድ ምስ ወፀት ኣብ በረኻ ኣብ ፀምፀም በረኻ መን ኣለኻ ዝብለካ ዘይብሉ ቦታ ንበይና ብጽምኢ ክትመውት ምስ ወዳ ምስ ጀመረት ኣምላኽ ረኣያ ኣምላኽ ርእየካ እዩ መንፈስ ቅዱስ ዓይኒ ኣለዎ ይርኢ እዩ ኣብ በረኻ ይርእይዋ ከምዚ መንፈስ ቅዱስ ከም ትርኢ ኩላህና ከም ዝዳእና ግባ ይርእየኩም እዩ ኣብ ሽግር ተለካ ርእየካ እዩ ሰብ ከይርእየካ ክእል ኣምላኽ ግን ርኢ ተገርመኩም ናይ መንፈስ ቅዱስ ጥራይ ዘይኮነስ እንስሳታት እኳ ዝገርም ዓይኒ ኣለዎ ንስሪ እንተ ደኣ ወሲድና ንስሪ ኣብ ሰማይ ኮይኑ ኣብቲ ኤር ዝኸዳሉ ቦታ ኮይኑ ንሓንቲ ማንቲለ ኣብ መሬት ዘላ ኣበይ ኣላ እንታይ ትበልዕ ኣላ ሪኣ ዙም ጌሩ ሪኣ ክገርመኩም በየን መጸ በለቶ ከኣ ቆሪብዋ ከይ ኣምላኽ ዝፈጠሮ እዩ ዝሕጅ በኣር ገስ ደኣ እንስሳ ክሳብ ክንዲ ዝድርኢ ኮይኑሲ ኣምላኽ ደኣ ከመይ ዘይርኢ ይርኢ ቅዱሳን ሎሚ ቴክኖሎጂ በዚሑሲ ኣብ ወርሒ ኣብ ማርስ ከይዶም ተሰሪዱ እቲ ናይ ኤሌክትሪክ ነገር ካብኡ ስእልታት ትሰድድ ንመሬት ሰባት ኣብ መሬት ይርእይዎ ኣሎ ሰብ እንድሕር ክሳዕ ክንዚ ክርኢ ክኢሉ ሲ መንፈስ ቅዱስ ደኣ ከመይ ዴርኢ ልብን ኩሊትን ዝምርምር በይኑ ይርኦ እቲ ክረአ ዘይክእል ልቢ ሰብ እዩ ልቢ ሰብ ክረአ ይከኣል ንዕኡ ዝሪኦ ከኣ መንፈስ ቅዱስ እዩ ስለዚ መንፈስ ቅዱስ ኣካል ኣለዎ ይርኢ እዩ ይሰምዕ እዩ ይዛረብ ከኣ እዩ መጽሓፍ ቅዱስ ብመንፈስ ቅዱስ እዩ ተዘሪቡ ተጻሒፉ ደራሲኡ መንፈስ ቅዱስ እዩ ሃዋርያ ጴጥሮስ ክዛረብ ከሎ እቶም ሰባት ብመንፈስ ቅዱስ ተመሊኦም እዮም ተደሪኾም ነዚ ቅዱስ ጽሑፋት ዝጸሓፎ እዩ መንፈስ ቅዱስ ይዛረብ ሃዋርያት ከዓ እንታይ ይብሉ ግብሪ ሃዋርያት ንዓናን ንመንፈስ ቅዱስን ከም ዝኾይኑ ይስማዓና እዩ መንፈስ ቅዱስ ይዛረብ ይስምዑኻ እዩ ይሕጎስ ይሓዝን ንፋስ ኣይኮነን ኣየር ኣይኮነን ስለዚ ከኣ ይሕጎስን ድሓዝን ንመንፈስ ቅዱስ ነቲ ብመዓልቲ ምድሓን ዝተሓተምክምሉ ኣይተጉይዎ ብለና ይጉይ ይሕጎስ ከኣ እዩ መንፈስ ቅዱስ ክሕጎስ ከሎ ኣዝየ ይሕጎስ መንፈስ ቅዱስ ክጉህ ከሎ ከኣ ይጉሂ ንሱ ይካፈሎ ትናዙ ሓደ ሓደ ግዜ ምክንያቱ ኣብ ውሽጥናን ምስ ተቐበልናዮ ጎይታ መንፈስ ቅዱስ ኣሎ ውሽጥና ብኡ ኸኣ ክንሕጐስ፣ ክሕጐስ ከሎ ንሕጐስ ኢና። መንፈስ ቅዱስ ዘሐጕሶ ነገራት ኣሎ። ጐይታ ዝተመስገነ ይኹን። ቀጺልና ድማ ንሪኦ ናይ መንፈስ ቅዱስ ኣወራርዳ መንፈስ ቅዱስ ከም ማይ ኮይኑ ኣቕሬታ ከም ሓዊ ኮይኑ ወርድ ከም ንፋስ ከዓ ይወርድ ግብረ ሃዋርያት ምዕራፍ ክልተ ክንሪኦ ከለና ካብ ሓደ ክሳብ ሰለስተ ዘሎ ከም ንፋስ ኮይኑ ነቲ ቦታ ወሪድዎ ከም ህቦብላ ኮይኑ ድሕሪ እዚ ድማ ከም ሓዊ እሳት ዝመስል ልሳን ሓዊ ኮይኑ ኣብ ርእሲ ነፍሲ ወከፎም ተቐመጠ ይብለና። ርኢኹም ኣብ የሱስ ክወርድ ከሎ ብግዜ ጥምቀት ዮሃንስ እሳት ኣይኮነን ርግብ እያ ወሪዳ። ምኽንያቱ ንሃዋርያት ዝጠፍእ በርን ዝኸውን ነይሩ። ከምዚ በርኒን ካሴት ሲዲ ዝግበር በርን ዝኸውን ባህርያት ዝጠፍእ ነይሩ ከም ሓዊ ኮይኑ ወረደ። ኣብ ናይ የሱስ ግን ከም ርግቢ ዝጠፍእ ባህርይ ኣይነበሮን የሱስ ዝከም ርግቢ ወረደ ስለዚ መንፈስ ቅዱስ ንኣና ክብልዳ እዩ ሓዊ ዝመስል ንፋስ ዝመስል እምበር ንሱ ከምኡ መሲልዎ ኣይኮነን መንፈስ ቅዱስ እምበኣር ክወርድ ከሎ ከምዚ ኮይኑ እዩ ዝወርድ እዚኣ ቀዳመይቲ ትከውን ከላ መንፈስ ቅዱስ መን እዩ ዝብል በዚ ርኢና ኣለና ክብሪ ንጎይታ ይኹን መንፈስ ቅዱስ መን እዩ ዝብል ዝርኢና ኣለና ቀጺልና መንፈስ ቅዱስ ምምላእ ብኸመይ ይፍለጥ ብኸመይ ይፍለጥ መጽሓፍ ቅዱስ እንታይ ይብለና መንፈስ ጎይታ የሱስ ክርስቶስ ማሪቆስ 16 ክዛረብ ከሎ 16 ብኣይ ዝኣመነን ዝተጠምቀን ክድሕን እዩ ዘይኣመንኻ ክጠፍእ ኢሉ ስለዚ ምድሓን ዘይምድሓን ብእምነት ኮይኑ ተሪፉ ማለት እዩ፣ ብግብሪ ዘይኮነስ ብእምነት። የሱስ ከም ዝሞተን ከም ዝተሰእን፣ የሱስ ኣምላኽ ምዃኑ ብስጋ እተገልጸ ኣምላኽ ምዃኑ ዝኣመነ ሰብ ክድሕን እዩ፣ ዝተጠምቀ ኸኣ ይብለና። ድሕሪኡ ነቲ ዝደሓነ እሞ ዝተጠምቀ ብማይ እዚ ምልክት እዚ ክስዕቦ እዩ ይብለና። ይኸው ኣብ ማሪቆስ 16 እዚ ምልክት ይብሎ። እቲ ምልክት ሽዑ ብልሳን ክዛረብ እዮም፣ ብሓድሽ ልሳን ኣጋንንቲ ከውጽኦም ይብል እዚ ንኩሉ ክርስትያን ዝምልከት እዩ ንሓደ ፓስተር ወይ ወንጌላዊ ጥራይ ዝምልከት ኣይኮነን ንኩሉ ዝኣመነ ብክርስቶስ ዝምልከት እዩ ከውጽኡ ይኽእሉ እዮም ሰባት ኣጋንቲ ብሓድሽ ልሳን ክዛረቡ ይኽእሉ እዮም ኩላቶም ምልክት ኢልዎ የሱስ ቅድሚ ምዕራጉ ዝተዛረቦ ቃል እዩ ቅዱስ ቅድሚ የሱስ ምዕራጉ ተዛረቦ እዩ ምልክት ኢልዎ ስለዚ ልሳን መንፈስ ቅዱስ ከም ዝተመላእና ምልክት እዩ ማለት እዩ ድሕሪ ማይ ጥምቀት እዩ ዝመጽእ መብዛሕትኡ ግዜ ገለ እዋን ከኣ ቅድሚ ማይ ጥምቀት ይመጽእ እዩ ግን ምልክት እዩ ምልክት ኮይኑ ይመጽእ ቅዱሳነይ መንፈስ ቅዱስ ከምዚ ኢሉ ብልሳን ምስ ወረደ ምልክት ከም ተመልኣና ብኡ ምልክት ይኸውን ኣብ ግብሪ ሃዋርያት እውን እቶም ኣሕዛብ ጴጥሮስ ናብቶም ካብ ጥልያን ዓሌት ዝኾኑ ወንጌል ምስ ነገሮም ብሓድሽ ልሳን ክዛረቡ ጀመሩ መንፈስ ቅዱስ ከም ተመልኡ ከዓ በዓል ጴጥሮስ በዚ ፈለጥዎም ይብል ምልክት ስለ ዝኾነ በዚ ፈለጥዎም ይብለና ስለዚ መፍለጢ እዩ፣ ምልክት መፍለጢ እዩ ልሳን ማለት እዩ። ጎይታ ዝተመስገነ ይኹን። ንገዛእ ርእሱ ልሳን ከ እንታይ እዩ ጥቕሙ? ልሳን ጎይታ ዝተመስገነ ይኹን። መንፈስ ቅዱስን ልሳንን ምምላእ እንታይ እዩ ጥቕሙ? እዚኣ ኸዓ እታ ሳልሰይቲ ንሪኣ ዘለና ማለት እዩ። መንፈስ ቅዱስን ልሳንን ጥቕሙ እንታይ እዩ? መንፈስ ቅዱስ ምስ ተመልኣና ሓይሊ እቲ ልዑል ኣምላኽ ኢና ተመሊእና ዘለና ዘገርም እዩ ኣብ ሓደ ሰብሲ ካብቲ ሓይል ናይ ኣምላኽ ገለ ኣብ ውሽጡ ኣትዩ ኣሎ ዘሕጉስ ነገር እዩ ምስኡ ድማ ልሳን ንዋብ ልሳን ግን መኽፈቲ ዳእዩ ናይ ኩሉ ነገር እምበር እሱ ጥራይ ኣይኮነን ኣብ ውሽጢ ልሳን ልዕሊ ዓሰርተ ነጥብታት ኣለዋ ንኣብነት ቸርች ትህነጽ፣ ቀዳማይ ቆሮንቶስ ዓሰርተ ኣርባዕተ፣ ኣውትሳይደርስ፣ ዘይኣመንቲ ዘበሉ ካብ ቤተክርስቲያን ወጻእ ዘለዉ ከኣ ንሶም ከኣ ይህነጹ፣ ቀዳማይ ቆሮንቶስ ዓሰርተ ኣርባዕተ፣ ከምኡውን ደሊቨራንስ ወይ ከኣ ምግልጋል ብልሳን ኣሎ፣ ቀዳማይ ዮሃንስ ዓሰርተ ኣርባዕተ፣ ከምኡውን ኤክስፖዝ ዝተሓብኤ ኣብ ውሽጢ ሰባት ሚስጢር ዝኾነ ይኹን ሓሳብ ኤክስፖዝ ይቐልዖ የቃልዑ ቀዳማይ ቆሮንቶስ ዓሰርተ ኣርባዕተ ይርከብ ቅዱሳን ልሳን እምበኣር ንከምዚ ይጠቅም ቀፂሉ ድማ ልሳን ንሳፕሊኬሽን ንፀሎት ይጠቅም ንፕሬዝ ንምስጋና ይጠቅም ቀዳማይ ቆሮንቶስ ዓሰርተ ኣርባዕተ ንስኻ ፅቡቅ ጌርካ ተመስግና ኣለኻ ይብሎ ሪኦ ፅቡቅ ኢልዎ ታንክስ ጊን ታንክስ ምስጋና ትህባ ኣለኻ ፅቡቅ ኢሉ ይኹን ብልሳን ኮንካ ክተመስግን ከለኻ ቅቡል እዩ ቅድሚ ኣምላኽ ሙሉእ ፐርፈክት ከኣ እዩ ዝኾኑ ሙሉእ ፍጹም ይኸውን ማለት እዩ ነዚ ንስኻስ ተመስግን ኣለኻ ስለዚ ልሳን ንምስጋና ይጠቅም ቅዱሳነ ከነመስግን ከለና ብልሳን ኣምላኽ ይቕበሎም ቀጺሉ ድማ ልሳን ንኢንተርሴሽን ወይ ከዓ ንምምላድ ይጠቅም ኣኪ ንካልኦት ሰባት ብልሳን ከነማልድ ከለና ሰባት ዘይነገሩና ምስጢሮም ሰባት ዘይ ሃቡና ርእሲ ጸሎት መንፈስ ቅዱስ ግን ኣብ ውሽጥና ኣትዩ ስሪኦም ኣጸልየና ሓደ ሓደ ግዜ እኳ ዘገርመኩም ስሬና እውን ዘይንፈልጦ ጽባሕ እንታይ ተሓሲቡላ ኣሎ ስለ ዘይንፈልጥ መንፈስ ቅዱስ ኣብ ውሽጥና ኮይኑ ይጽልይ በዚ ከዓ የማልደልና ስሌና ማለት እዩ ነዚ ልሳን ንምምላድ ከዓ ይጠቅም ቅዱሳት ልሳን ቀፂሉ ዝጠቕሞ ኣለዎ ንሱ ከዓ ንምንታይ እዩ ምምላድ ጥራሕ ዘይኮነ ጎይታ ዝተመስገነ ይኹን ልሳን ንኢንቲሜሲ ኣብ ቀዳማይ ቆሮንቶስ 1427 ንምስጋና ይጠቕመና ከነመስግን ምስ ጎይታ ልዝብ ክህልወና ጥብቅ ክንብል ምስ መንፈስ ቅዱስ ልሳን ምስ ጎይታ ዳይሬክት ዝኾነ ላይን ወይ ከዓ ኔት ክኽፈት ይገብረና ጎይታ ምሕዝነት ጎይታ ዝተመስገነ ይኹን ምስ ጎይታ ምሕዝነት ፅቡቅ ዝኾነ ምሕዝነት ክልወና ይገብር ስለዚ ልሳን ምስ ጎይታ ይመሓዝወካ ምስ ጎይታ የቃርበካ ማለት እዩ ዓብዪ ነገራት እዩ ቀፂሉ ዝበለፀ ናይ ልሳን ከዓ ሬስት እዩ ዕረፍቲ ኣምላኽ እንታይ ኢሉ ኣብ እብራውያን ክዛረብ ከሎ፣ ኣምላኽሲ ነቶም ሰብ ብእያሱ ኣዕሪፎም እንተትኾኑሲ ካልእ ናይ ዕረፍቲ እዋን ኣይምገበረን ነይሩ። እታ ዕረፍቲ ዝብላ ዘሎ ብልሳን ክትምላእ ከለኻ እዩ ዕረፍቲ። ከመይ እቲ ዕረፍቲ መስለኩም ቅዱሳን? ልሳን ክንዛረብ ከለና የእምሮና ደው እዩ ዝብል፣ ኣይሓስብን እዩ። መንፈስና እያ ትዛረብ፣ ነፍስና ኣሕሊፋ ካብ ርእስና ኣትጥቀመላ መልሓስና ጥራይ እቲ ካልእ ግን የእምሮና ሽዑ ጠጠው ዝብል ከምዚ ኮምፒተር ምስ ወላዕካያ ኩሉ ግዜ ትሰርሕ የእምሮ ሰብ ክገርመኩም ምስ ደቀስና ከይተረፈ ትሰርሕ ብመዓልቲ ትሰርሕ ብለይቲ ኣይዓርፍን የእምሮ ሰብ መኣስ እዩ ትዓርፍ ብልሳን ክንዛረብ ከሎ ብልሳን ተረኣ ሰዓት ክልተ ሰዓት ስለኾንካ ሽዑ ናይ ሰዓት ናይ ክልተ ሰዓት ዕረፍቲ ረኺቡ ማለት እዩ የእምሮ ሰብ ዕረፍቲ ከእትወኩም እዩ ስለዚ ልሳን ንሬስ ንዕረፍቲ ይጠቅም ፈጺሙ ድማ ንኤዲፊኬሽን ወይ ከኣ ንምህናጽ ኣብ ቀዳማይ ቀሮንጦስ ዓሰርተ ኣርባዕተን ኣብ ይሁዳ ምዕራፍ ሓደን ዘሎ ነቲ ድሃንጽ እምነትኩም ብኡ ጸልዩ ይብለና ንምህናጽ ይጠቅም ከምዚ ሓደ ባተርያ ምስ ደኸመ ሓይሉ ምስ ወደኤ ቻርጅ ትገብሮ ሽዑ ቻርጅ ክኸውን ከሎ ተሃኒጹ እዩ እሱ ማለት እዩ ብግሪክ ንሱ ማለት እዩ ቻርጅ ምስ ገበርካዮ ተሃኒጹ ይበሃል ዝነበሮ ሓይሊ ጠፊእዎ ዝነበረስ ተመሊስዎ ስለዚ ሓይሊ ድሕይል ሰብ ብመዓስ እዩ ብልሳን ክጽሊ ከሎ እዩ ብልሳን እንተ ደኣ ዝጽሊ ኮይኑ ሓይሉ ይምለስ ቅዱሳን እዩ ስለዚ ልሳን ንምህናፅን ንዕረፍትን ንዕጋበትን ይጠቕመና ጎይታ ዝተመስገነ ይኹን ብምቕፃል ድማ ታናይ መወዳእታ መንፈስ ቅዱስ ዝህቦ ተወሳኺ ውበትከ ኣሎ ዶ ትብል ያታ ናይ መወዳእታ። መንፈስ ቅዱስ ዝህቦ ተወሳኺ ውበት ኣሎ። ብጀይካ ልሳን ቤተክርስትያን ዘይፈለጠቶ ኣብ ሮሜ ምዕራፍ ሸሞንተ ተጻሒፉ ዘሎ ዮሃንስ ምዕራፍ ሸውዓተ ቁጽሪ ሰላሳን ሸሞንተን ተጻሒፉ ዘሎ ካብ ከብድኹም ርባታት ማይ ህይወት ክውሕዝ ኢሉ ሓደ ሰብ ጎይታ ምስ ተቐበለ ከም ዒላ እዩ ዝምስሎ ሳልቬሽን ከም ዒላ እዩ እንታይ ማለት እዩ ፈልፋሊ ኣለዎ ብውሽጡ ግን ዒላ እዩ ውሱን እዩ እቲ ብመንፈስ ቅዱስ ምምላእ ግን ከም ሪቨር ከም ውሓዚ እዩ ካብ ከብድኹም ርባታት ማይ ህይወት ክውሕዝ እዩ ሓደ ካብቲ ርባታት ክውሕዝ ከሎ ብኣፍካ ቢሉ እዩ ዝውሕዝ ሽዑ ብልሳን ትዛረብ ካልኣይ ከዓ እህታ ዝበሃል ኣሎ ብእህታ ከዓ ትዛረብ ሮሜ ሸሞንተ እንታይ ኢሉ ንኣቦ ኣቦ ኢልኩም ትጽልዩሉ ብዘይንገር እህህታ እዩ እህህታ ልሳን ኣይኮነን እህህታ ምንባሃቕ እዩ ዝመስል ምባሃቕ ግን ኣይኮነን እቲ ምንባሃቕ ናቹራል ወይ ተፈጥሮ ናይ ሰብ ድቃስ ክደሊ ከሎ እዩ ዘንባሃቑ እህህታ ግን ደቂስካ ሓዲርካ ከለኻ ከተንባሃቑ ሽዑ ድማ ድቃስ ኣይመጸካን እዩ ትነቅሕ እኳ ደኣ ካብ ውሽጥኻ እዩ ዝሰዓብ እህህ እዩ ዝብል ውሽጥኻ እህህታ ይሱ ቤተክርስትያን ነዚ ኣጥፊኣቶ የለን ሕጂ ቤተክርስትያን እዚ ኣብ ቁርባት ሰባት ኣልቦ ኣነ እህት ኣለኒ ምስታ ልሳን ሽዑ ተመላእክዋ እህት ኣለኒ ኦሞ ከኣ ንኩሉ ሰብ እህታ ክምላይ እጽልየሉ ኣብ መወዳእታ ናይዚ ፕሮግራም ከምኡ ክጽልየልኩም እየ ጎይታ ይመስገን ስለዚ እህት ኣሎ ሳልሳይ ድማ መንፈስ ትብዓት ኣሎ መንፈስ ቅዱስ ክምላእ ከለና ግብረ ሃዋርያት ምዕራፍ ኣርባዕ ምዕራፍ ኣርባዕተ ኣሎ እዚ ምዕራፍ ክልተ ግብረ ሃዋርያት መንፈስ ቅዱስ ተመሊኦም ግን ብፍርሒ ዝኣክል ወንጌል ክነግሩ ስለ ዘይከኣሉ ምዕራፍ ኣርባዕተ ከኣ ተናወጽ እቲ ቦታ ይብለና እሞ ሽዑ ግን ብልሳን ዘይኮነ ተዋሂቦም እንዲ ልሳን ትብዓት ተመልኡ ሪኦም መንፈስ ትብዓት ሂቡና ይበሃል ስለዚ መንፈስ ቅዱስ ልሳን ጥራሕ ኣይኮነን ዘለዎ ልሳን ከፋት እዩ ምስኡ እህታ ምስኡ ከዓ ትብዓት ዘን ሰለስተ ዝኸዳ እዩ ድሕሪ እዚ ግን ውህበታት ዝበሃል ኣሎ ኣብ መፅሓፍ ቅዱስ ገለ ሰባት ዓሰርተ ውህበታት፣ ትሽዓተ ኢሎም እዮም ዝኣምኑ፣ ገለ ሰባት ከኣ ኣርብዓ ውህበታት ኣለዋ ኢሎም ይኣምኑ። እዚ እውን መንፈስ ቅዱስ ዝህቦ ውህበት እዩ። ብ- ብቃል ኣምላኽ እንታይ ይበሃል? ዶሮ ይበሃል። ዶሮ ብግሪኽ ማለት እዩ። ዶሮ ማለት ከም ሬጋሎ ከም ውህበት ማለት እዩ። ብነፃ ትወሃቡ ሓደ ፈታዊኻ ዘይሰራሕካሉ ክቡር ነገር ህበካ ብነፃ እንታይ ማለት እዚ ሕጂ ውህበት መንፈስ ቅዱስ ከዓ ውህበት ሂቡና ውህበት ንቤተ ክርስቲያን ሂብዋ ናይ ፈውሲ ውህበት ናይ ተፈላለዩ ውህበት ናይ ምሃብ ከይተረፈ ውህበት እዩ ቅዱሳን ጎይታ ዝተመስገነ ይኹን ክብርና ኣምላኽ ይኹን እምበኣር ናይ ሎሚ ትምህርትና ምስ ንውድእና መንፈስ ቅዱስ መን እዩ ዝብል መንፈስ ቅዱስ ብልሳን ምዝራብ እንታይ ይጠቕሙ ዝብል መንፈስ ቅዱስ ምምላእ ብኸመይ ይፍለጥ ዝብል መንፈስ ቅዱስ ጥራሕ ድዩ ወይ ተወሳኺ ካልእ ኣሎ ዝብል ኣብዘይ ክንውድእና ጽድቅኩም ስለ ዝሰማዕኩም ጎይታ ኣዝዩ ኣዝዩ ይባርኩም ክጽልየልኩም ፈቱ ብሽም የሱስ ንኩልካትኩም መንፈስ ቅዱስ ዘይተመላእኩም ክጽልየልኩም ደሊ ኣባያ ሆይ ነቶም ዘይተመልኡ ኣብ ቅድሜኻ ብጾምን ብጸሎትን ዝቐርቡ ዘለዉ ብምጽብባይ ከም ሃዋርያት ዝተጸበይዎ ብምጽብባይ ዝቐርቡ ዘለዉ መንፈስካ ክትመልኦም ብሽም የሱስ ጽል ኣለኹ መንፈስካ ክትመልአን ብሽም የሱስ ጽል ኣለኹ ነፍሲ ወከፍ መንፈስ ልሳን መንፈስ እህዛ መንፈስ ትብዓት ክምልኡ ብሽም የሱስ ጽል ኣለኹ ብደም የሱስ ሓጢኣቶም ተሓጽበሎም ዘበሉ ኩሎም ብሽም የሱስ ይመልኡ ብሽም የሽዋ ብሽም የሽዋ ይመልኡ ኣፍካ ሃሃብል ሞ ክትምላእ ኢኻ ተጻሒፉ እሞ ሃህ ነብሎ ኣፍና ክንምላእ ምእንቲ ጎይታ ይባረክ ብሽም የሱስ የመስግነካ ኣቦ ብሽም የሱስ የመስግነካ ኣቦ ክብሪ ኩሉ ምስጋና ኩሉ ንስምካ ይኹን ውዳሴ ኩሉ ዕቤት ኩሉ ንዓኻ ይኹን ሃሌሉያ ሃሌሉያ ኣሜሳኒ ጎይታ ኣዝዩ ኣዝዩ ይባርኩም ታንክ ዩ ላቭ ዩ